ኤንወይ ደሓን ፀገም የለን ሕጂ ጆክ ፋን ዲዚ ከምዚ ንፀዋታ እንዲና ንዛርብ ዘለና ተርዲኻኒ ሓያል ጓል እኮ ከዓ ፅቡቅ እኮ እዩ ሓያል ጓል ምኳን ተኣልየካ ምኳን ክትፈልጥ ዲካ ሓያል ጓል ተኮይና እዎ ሓያል ጓል ድሕር ተኮይና ቀይረካ ተኣልየካ ሓያል ጓል ተኮይና ሰበይትካ ብጣዕሚ እየ ሓብ ናብ ገን መንገዲ ፅቡቅ ነገር በቃ ምሻሎ ዝነበረ ሂወትካ ብሉ ገለ ተተሓራሪ እያ ትፍትን ሓያል ጓል ተረዲኣኒ ከምኡ እዩ ከዓ ሕጂ እንታይ ድዩ ኣብ ገዞም ገለ ኮፍ ኣጎጎ እዮም ርእሶም ዝሰበሩ እጓሓሓፉ ርሶ ደራበብዩ ገለገለ ከለዉ እዚ ነተናጋ ንእሽይ ንእሽይ ነገር ንእሽይ ብኮር እዮም ገለ ከምዚ ከምዚ ተዝገብር ከምዚ ዘጋጥመካ ከምዚ ትከውን ከምዚ ትከውን ከምዚ ትከውን ኢሎም የማክሩካ ዋትዘፋክ ብሮ ዋት ኢዝ ዚስ ጋይስ ኒክውት ማን ኣነ ከምዚ ኤርልክ ኣይኮነን ንዓይ ኤርልክ ኣይኮነን ቅንዕና ዘለዎ ነገራት ኣይኮነን ንዓይ ተረዲእካኒ ትፈልጥ ዲኻ ሓደ ሓደ ኣሎ ወዳ ተራር ጓል ደስ ከም ትብሎም ከም ዝፈቱ ጋቦም ሓደ እያ ዝገርመ እምበር ከዛ ተራር ጓል ድቂረከ እመንኒ ሰቂልካ እንዳጠፋእነግረኪ ሕማቅ ነገር እንዳገበርካ ከምዚ ምሻሉ ኣካይዳካ ሕማቅ ትኸዶ ዘለካ ናብራ ንገለ ሰንፈላ ዝኮነ ሂወት እንዳመራሕካ ስቅ ኢላ ትርእየካ ጓልን ከምዚኣን ከምዚኣን ትገብር ኣለካ ከምዚኣ ትገብር ኣለካ ከምዚኣ ትገብር ኣለካ ከምዚኣ ፅቡቅ ኣለካ ትብለካ ጓልን እዚኣ ጌጋካን ፅቡቅካን ሕማቅካን በቃ ክትገብሮ ዝግበኣካ ነገራት ትነግረካ ጓል እመንን ንብለኪ ኣለኩ ናይ መፃኢ እንታይ ዝበሃል ከ። እያ ሓያል ጓል ዝፈትዎ ወዳት ሕጂ ብዙሓት እዮም ትፈልጥ ኣነ ኣነ ሕጂ ይፈልጥ እየ የጋጥሙካ እውን እዮም ተረዲኻኒ ሓያል ጓልስ ብጣዕሚ ይፈቱ ተረዲኻኒ መብዛሕትኦም ኣወዳት በተለይ ከምዚ በቃ ብሽቀጥቀጥ ትብል ጓል ገለመለ ኣይፈቱን እዮም ሓያል ጓል ብጣዕሚ እዮም ዝፈቱ ንምንታይ ይፈቱ ተልካ ከዓ እቲ ሓያል ጓል ትቕይረካ እያ ከምቲ ዝበልካዮ ናይ ካልእ ሰብ ክትኮን እያ ዘይትደልየካ እምበር ንዓኻ ጌጋ ተሃሊካ ጌጋ ኣለካ ከምዚ ከምዚ ኣይትግበር ግልፂ እያ ትዛረበካ ከምቲ እየን በሽቀጥቀጥ ዝብላ ሕጂ ንኸይገድፈን ኢለን እውን በቃ ጌጋ መንገዲ እናኸደሲ እሶኬ ኢለን ዝቕበላ ሰባት ኣለዋ እቲ ሓያል ጓል እንተኮይና ግን ከምኡ ይትብልን እያ ናብ ካልእ ሰብ ሰደካ ይደልን እያ ብጣዕሚ እያ ትቕይረካ ማለት እዩ ሓያል ጓል እዮም ትፈትዉ
ከማኹም እየ ዝበክ ዘለኹ ኣንሕና ሽዑ ኣብ መወዳእቱ ሓያል ድሕርቲ ኮይና እዛ ጓል ዋላ ንምንታይ ኣመንዝራ ዘይትኾና እንዳ ሸራ ገለ ትሰርሕ ጓል ትኹን ሓያል ድሕርቲ ኮይና ከም ተፍቅሮም ተኣሚኖም ከም ዘፍቅርዋ ድሕር ተኣሚኖም ዋላ ኢለ ዓዚም ደቂ ኣለኹም ሳብ እምበር ሞስ
ኣታ ዋላ ዓዚም ትብለ ኣለኻ ናይ ማለት ከም ልምዲ ልምዲ ሶርሶር

ትግራዋይ መልክዖም ዋላ ተግባሮም መልክዖም
ኣነ ኣንተ ብዕደ ዘዳይለክ መሲልከ ኣነ ሳብ ተግባር ጉዳይና ዲ ኮይኑ ናይ ተግባሮም መልክዕ ምስ መን እዮም ይፅብቑ ጉዳይ መልክዕና ንብልና ንሕና ካብ ካልኣይቲ ክድ ሕጂ ደብረፅን ይፅብቕ ዋላስ ኢሳያስ ኣፈወርቂ ንሓቂ ዲያ ክዛረብ ንማዕተበይ ሓቂ ንማዕተብካ
ንማዕተበይ ኣነ ዘረኛ ኣይኮንኩን ገለ ነገር ኣይኮንኩን ኢሳያስ ኣፈወርቂ ፅቡቅ መልክዑ
ኢሳያስ ይፅቡቅ ኢሳያስ ፊሊ ሓቂ ዘረባ
ኦኬ ብኸመይ ኢሳያስ ይፅቡቅ ኢልካ ደብረፅዮንስ ክፅቡቅ መዓት እንዲታ ደብረፅዮን
ደብረፅዮን እንዳ ክፅቡቅ ድንሽ ይመስል ኣንግዲህ እዛስ ደብረፅዮን ይቦቕቦቕ ተልክኒ እዚ ካልእ ዘረባ እዩ ናይ ምብቕባቕ ኣይበልናን ሕጂ ናይ ምብቕባቕ ናይ መልክዕ ናይ ኢልና መልክዕ ሕጂ ደብረፅዮን ፅብቕ ንሳስ ዝወዳደሮ ዘሎ እዩ ደብረፅዮን ይፅብቕ ናይ ብሩር ናይ ጌጋ ሓቀኛ ይኮን ዊዝ ደብሪ ፀይ ጀግና ንዓስከ ዚያዳይ ንዓሞ ደብሪ ፀይ ዋታ ዚስ ምስ ኢሳያስ ኣፈወርቂ ተወዳድሮ ወይ ኣነስ ታይ ዝገብረካ ወዲ እሞ መልክዕ ኣይትፈልጥ ንስኻ ሰክት ኢኻ ኣንቲ ደብረፅዮን እንታይ መልክዕ ኣለዎ ጃሃንዶ ዳንክተይ ንሕሙ ናብ ናይ ደብረፅዮን ክኣቱ ካልኤኩም ጋይ ኣትጓዝ መልክዕ ዘለዎም ተፋለጥ ኣለዉ ፅቡዋት
ኦኬ ደሓን ነሽ? ደሓን ይኹነልካም ኢሱ ወደይ ንሱነ ናይ ግመል ዝመስል እግሩ ዛግራ በስማም ኣታ ኢሳያስ ይፅቡቕ ትብል
ኢሳያስ መልክዑ ድሕሪ ተሪኢኸዮ ዋላ ናይ ቀደም ገለ ድሕሪ ተሪኢኸዮ ኣደይ መዓር ተግባራቱ ኣይበልኩን ኣነ ተግባራቱ ኣይበልኩን ወላ መልክዕ ደብረፅዮን ፅብቕ ዋ እሞ ቅሳነት ፍትሓዊት ኣይኮንክን ሓቂ ከኒ ክዳ ስክዳ ካብ ድያና ፅብቕ እየ ክትብሊ ሓቂ ዛረብኒ ከማን ኣነ ሓቂ እየ ዝፈቱ ብሮ
ደብረፅ ሽኮር ንዓስከብ የለካ እዛ ዓለም ወላ ሓንቲ ጉዳይ ኣይኮነን

ኦኬ ደሓነ ኦኬ እሺ ደሓነ እሺ ጽቡቅ ንበል ተግባራቶም ከ
ተግባራቶም ዳቆርዱ ደብረጽዮን ይሓይሽ ተግብረጽዮን ይሓይሽ ካልእ ይትረፍ ተሳኢሎም ከይዶም እኳ ይብሉ ይኸውን

ካልእ ነገር ከይበዝሕ ደቂ ቁርሲ ሓብተይ ኣነ ከምቲ ሎቕማጽ ገለ ሰብ ኣይኮንኩን ብዙሓት ሰባት ኣለዉ ብካልእ ገለ ዝቐርጹኒ ኣብ ክስታይ ኤቭሪት ከም ሰላም ገለ ኣብቲ ሕጂ እንታይ ድዩ እንታይ ድዩ መሂል ቁርሲ ሓብተይ ቆሊል ቆሊል ክዳወይ ናብቲ ፖለቲካ ኒካ ተእትውና ዘለካ እምበር
ንግደፋ ንስገራ ንስገራ ዴቬ እ? ካልእ ካልእ ምጽእ ካልእ ሕክያ ምጽእ ንግደፋ እዚኣ ፖለቲካ ገለ እኔ ማሺ ቢካውዝ ሲ እንድሕር ኣይረ ንስኻ ከዓ ድሓንኻ እምበር ኦኬ ድሓን ኢኻ ተዛረብ
ወጅስ እንታይ ክብሎ ገለ መስለኪ ወራብቲ ህጂ ብዝዘራርባ ገለ ህጂ ኣብ ተግባር ኣብ ተግባር ዝግበር ነገራት ኣከሰራታ ዘይትገብሩ እስኩም ባይ ንውፃእ ዴቨ እንታይ ይገድሽና እዩ ንኸይድ ብውሽጢ ተዳዊልና ንዕልል ዴቨ ደስ ዘለና እንታይ ገድሽና ነዚኦም ነዘናግዕልና ኣብዚ ኮፍ ኢሎም ታብታባ ይገብሩ ገለ ይገብሩ ብምንታይ እሞ ክንዳወሉ ኣንስኹም ዘይንረኸብ
ሕጂ ዘይንረኸብ እንታይ ፀገም ኣለዎ እንታይ ዝብልና ሃገ መሰንጀር መሰንጀር ዶ ወላ ኢንስታግራም? ወላ ኢንስታግራም ይኹን መሰንጀር ይኹን ስናፕ ይኹን ብቻ ግን ተዳዊልና እውን ንዕሊ ተደሊና ደብረፅዮን ደይ ፅብቕ ኢሳያስ ንበሃል ተደሊና ደስ እዚኦም
ናገ እንታይ ዝብል ናገ እንታይ ይብል